ብዝቅለድ ክንቅልድ ኣለና ኣሕዋት ብቀልዲ ቀልዲ ብቁምነገር ቁምነገር ብጸወታ ጸወታ በተለይ ዩቲበራት ማለት እዩ ንሕና ጽቡቅ ክንሰርሓሉ ጽቡቅ ክነምህረሉ ክንዛናገዐሉ ክነዛናገዐሉ ደኣ እምበር ዩቲብ ኣምጽእ ኣቢልካ ሓሶት ጸለመ ዘይረብሕ ነገራት ንግንዝብ ክንብል ክንሰርሕ የብልናን ጋይስ ማለት እዩ ናይ ሎማዓንቲ ብጣዕሚ እየ ሰንቢደ ኣነ ግርም እዩ ኢሉኒ ናይ መጨረሽታ እሞ ካኣ ካብ ባዓልና ንሕና ተዛረብቲ ትግርኛ ማለት እዩ ናህናስ ክኮን ናይ ካብ ናህና ካብቲ ካብ ናይ ኢትዮጵያስ ክኮን ካብ ናይ ኤርትራ ክኮን ኣይፈለጥኩዎን ኣነ በስ ግን ትወዲ ትባዓል ዩቲብ ከርእየኩም እየ ክልጥፈልኩም እየ ብላዕሊ ማለት እዩ። ሰላም ሰላም ክቡራት ተኸታተልቲ ናይ ደሊና ዩቲብ ኬመይ ኣለኹም ሰላም ዲኹም ኣነ ሰላም ኣምላኽ ይመስገን ጽቡቅ ኣለኹ ከምቲ ኣነ ሰላምን ጽቡቅን ዘለኹዎ ንስኹም ከኣ ሰላምን ጽቡቅን ክትህልዉለይ ብዓልቲ ሙሉ ተስፋ እየ ምስ ፍቃድ ኣምላኽ ሽሕ ሰላም ሰላም ለሁላችሁ ብያለው። እንዴት ናችሁ? ባለችበት ቦታ ሁላችሁም ሰላም እንድትሆንልኝ

ጋይ ሆት ግን ናይ ለማዓንቲ ዘምጸኒ ካኣ ክነግረኩም ጋይስ ማለት ኣብ ቅድሚ ኣምላኽ ማራ እየ ደንጊጸ ማለት ብጣዕሚ እየ ደንጊጸ ዛሬን ያመጣሁት ነገር በጣም ይገርማቸዋል ለብር ብሎ ማይሆን ነገር የሌለ ነገር ነው የሚፖስቱ በተለይ ዩቲዩበሮች ማለት ነው። እንዳደኸመ እዩ ዝኸድ እኮ ጋይስ ተመልካቲና ዩቲዩብስ ሓሶት ክበዝሕ ከሎ ተመልካቲ በቃ የለን ኣይመጽን ውሸት ሲበዛ ተመልካች የለን በቃ ዩቲብ አሁን ቅድም ብዙ ሰው ሲያይ ነበር አንዳንድ ማለት ነው። አሁን እየቀነሰ ነው። ለምን ውሸት እየበዛ ማለት ነው። እና ክቡራት ሕዋት ለማዓንቲ በምሓርኛ ትግርኛ ኒ ለሽ ንምንታይ ንሕሱ ንምንታይ ማለት እዩ ቁም ነገር ብጣዕሚ ይገሪምኒ ማለት ሰበ ባዕሉ ብዙሕ ኣብቲ 25 ሽሕ ጋሻ እዩ ገና ኣይተቐበሎን ዩቱቡ ኣይተቐበሎን ማለት እዩ ካብኡስ ዒስራን ሓሙሽተን ሽሕ ሰብ ሪኡሉ ማለት እዩ ካብኡ ድሓር ኣብኡ እቲ ኮመንት ኣትዩ ብጣዕሚ ኣብቲ ታብሊን ዝፀሓፎን ኣብቲ ውሽጢ ተዛረቦን ንንወይኑ እንዲ በስ ግን የድንግፀካ ርድኢኩም እንዲ ከምዚ ዓይነት ክንሰርሕ የብልና ንምንታይ ተለሚዲ ዋላ እንድዒ ኣነ ሎሚድ እንደየ እንዲ ተለሚዲ ዲ ዝኾን ዘሎ ተረዲእኩም ዲ ሞሲ ሰብ ዝስሕቦ ሰብ ዝደልዮ ነገራት ክንሰርሕ ኣለና እወ ዶ እንታይ ኢሉ ጽሒፉ እንታይ ኢሉ ፖሲቱ መሲልኩም ንናይ ሮዳስን ናይ ሚኪን ፎቶ ኣምጺኡ ንሓንትን ዓባይ ሰበይቲ ከዓ መንግስተ ሰማይ ያዋርሰን ቀደም ዝሞታ ሞሎክሴ በቲ ጦርነት ሰዓት ጓል ስሳ ዓመት ዓባይ እዘን ፈላሲት ተደፈራ ትዝክርዎ'ዶ ኣብቲ ጦርነት ሳዕትስ ጓል ስሳ ዓመት ተደፊረን ባይዘወይ ፈጣሪ ይሕተቶ ንክፉእ ስነምግባር ናይቶም ክፉኣት ባይዘወይ ነተን ሰበይቲ ንሰን ለጢፉ ናይ ሚኪን ናይ ሮዳስን ከኣ በዚ ለጢፉ ንሮዳስ ከኣ ህፃን ከምዚ ገይሩ እንታይ እዩ ዝበሃል ኣብቲ ታብሪን ዝተሰርሐ ማለት ካብኡ እንታይ ኢልዋ ሮዳሰይ እንኳዕ ህይወት ክተረፍኪ ሮዳሰይ እንኳዕ ህይወት ክንባዕለ ክተረፍኪ ኣጆኺ ገለታት ኢሉ ኣብቲ ታምኔል ኣምጺዎ ማለት ቁም ነገር ገመይ ዝሰንበድኩ ኣነ ኣይፈልጦን ሸዓ መዓልቲ እየ ኣትየ ማለት እዩ ክልተ ፈርጉም እየ ግን ዓገብ እዩ ክበሃል ዘለዎ ምስሉ ከምዚ ዓይነት ስራሕ ማለት እዩ ንምንታይ ንገንዘብ ክንብልሲ ዘይኮነ ነገር ክንሰርሕ ጌጋ እዩ ክንጋገ ከለና እኳሲ ተጋጊና ኢና ኢልና እኳስ ንባዕሉስ ይቕሬታ ክንሓትት ኣለና ንሕና በተለይ ማለት እዩ ዝኾነ እንዮ ክትሰርሕ ከለኻሲ ዋይ ሓቂ ዘለዎ ነገር ክትሰርሕ ኣለካ ዋይ ሓሶትስ ነየን ነታ ሂወትካ እንታይ ሒዝካላ ኢኻ እስኻ ኣብዚ ኣነ ናይቲ ሓውና ኣብ ርያድ ዝሞተ ምጽኤ ደይኮንኩን እየ ሞይቱ ገለ ኢለ ምጽኤ ኣብዚኣስ ዋ ክንደ ንዓይ ከምዚኣ ገይረን ኣንጠልጢለናን እየን ሓሳዊት ግዛዕ ሕጂ ሓዚን ኩሉ ዲኺ ገለታት ገንዘብ ንኽትረኺ ክንደ ኢለናኒ ግን ኣነ ትዘለ እየ ምጽኤ ታዘላ ምጽኤ ግን ማለት እዩ ኣብ ቅድሚ ኣምላኽ ክንደይ ጸርፊ ረኺበ ማለት እዩ እሞ ትዘሎ ክመጽእ ከሎ ጸገም የብሉን ኣነ ውን ዋላ ሓንቲ ኣይበልኩን መክንያቱ ኣነ ሓስየ እንድሕር ድኣ ሲደብ ሲል ዘየለ ተምጽየ የለን ኢዩ ንባዕለይ ውን እኮ የስክፈኒ ኢዩ ኣነ ኩሉ ግዜ ኣብዚ ምሳኩም ክሰርሕሲ ዘየለ ከምጽእ ከለኩ ንባዕለይ ውን የስክፈኒ ኢዩ ጽቡቅ ውን ኣይኮነን ተርዲኢኩም ድዩ ካልኣይ ነገር ከኣ ጌጋ ጌጋ ከኣ ክህልወኒ ኢዩ ሰብ እንድየ ይጋገየ ካብኡ ከኣ ጌጋይ ትእርሙኒ ኣነ ውን መጽየ እታ ጌጋይ ኣሚነ ይቅረ በሉለይ ይብለኩም ኣሕዋተይ ኣለበለዚያ ዘየለ ዘየለ ኣምጺኻ ምልጣፍ ናብዚ ግን ዓብዪ ጌጋ እዩ። ቀዳማይ ነገር ንባዕልኻ እውን ተመልከትቲ ኣይትረክብን ኢኻ ኩሉ ግዜ ሓሶት ተምጽእ ተኾይንካ ማለት እዩ። ሕጅስ ነታ ታብኔል ርኢና ኢና እትው ኢልና ንእሽተይ ሰሚዕሉ ክኾን ይኽእል እዩ ሰብ ግን ክንደየናይ ሕማቕ ናይ ሰብ ትምነዩ ማለት እዩ። ንገንዘብ ክንብልሲ እንታይ ገዲስና ናይ ሰብ ሂወትሲ ሕማቕ ንምነየሉ ዓብዩ ጌጋ እዩ ኣቆለኩም ቲቪ ዳም ከርእየኩም እየ ክልጥፈልኩም እየ ላዕሊ ማለት እዩ ብጣዕሚ እዩ ዘስንብል ግርም ኢልኒ እንታይ ጌራትካ ህፃን ቆልዓ ሮዳሰይ ብሰላም ይገላግልኪ ኣይወለደ ወሊዳ ዶ የወለትን ተናይ ሎሚ ጥኑሳት እንዴ ኧረ ዘናይ ሎሚ ጥኑሳት ከዓ ንበይነን ዋ ኣነ ደኣ ፀኒሐ ምስ ጠነስኩ ከምኡ ከ ዋይ ገብርን ኣነ ሱሪ ክጉልመፅኒ ዋ ኣቲ ምትጠንሳ ዘለኸን ውይ ኣታ ኣነ ስጋ ንእስነተይ እቶም መራሕቲ ሃይማኖት ዓገበይ ይብሉ ዘይቕጻዓ ዘይቕጻዓ ንዓና ሃይማኖትናስ ይውክል ድዩ ክኣ ከብድኽን ገታቲርክን ከምዚ ኢልክን ዋጅስ ጉድ መጺኒ ሕጂ ሪኢኽን ኣእ ኣሉ ኣሉ እዛ ቲክቶክ ኣሉ ቲክቶክ ትፈልጣ ዲኽን እታ ጽቡቕ ትቐጣን ዘላ ቆልዓ ኣሉ ሕጂ ቤቢ ሻወር ጌራ ቤቢ ሻወር ቅድሚ ሕጂ ውን ንእሽተይ ትወጽእ ኔራ ግን ቤቢ ሻወር ጌራ ወዲያ ወሊዳ እዛ ሮዳስ ክኣሲ እታ ቤቢ ሻወርክስ ድንጉይል ክትገብርያ ኔርክዋ ዝሮ ዝሮ ቤቢ ሻወር ጌርኪ ሕጂ በቃ ኣነ ከኣ እሱይ ቁም ነገር ደንጊጸ ዋይ ካብ ኣውትቢብ ሻወር ከም ተረፈ ጽቡቅ ኔሩ ግን መስሚዒክን ድፉን ዩ ኮይኑ ዘሎ ዓይነ ልቦናክን ይክፈተልክን ክብሌ ዝደሊ ኣነ ዘይባህልካ ኣምጺካስ ኢልካ ጠውሮቅሮቅ መዓት ገንዘብ ተጥፍኦ ዘለክን ኣይ እስኪ ግዜ ምንም ክንብለ ኣይንክእልን ሰብ ግዜክን ምንም ክንብለክን ኣይንክእልን ገንዘብክን ዩ ዋላ ሓንቲ ባዕልክን ተዘይ ሓሲብክናሉ ንጽቡቅ ነገር ክትገብራሉ ወይ ከዓ ንጽቡቅ ክትሰርሓሉስ ዋላ ሓደ ክንብለ ኣይንክእልን ማለት እዩ ንሱ ገንዘብ ክንዮ ኣለኹም ከም ኬፍክን እና ጋይስ ቤቢ ሻወር ዶ ሽምግልና ዶ ብጣዕሚ እዩ በዚሑ ዘሎ ቤት ሃይለ ስለ ግዜ ተመሪዓ ምስልኩም ከም ዝሕስድና ከይመስለኩም ሓቂ ምዝራብ ሓቂ እዩ ፅቡቕ እዩ ተረዲእኩምኒ ሓቂ ተዛሪብካስ ነፃ ኢኻ ካብ ኩሉ ምንም ኣይመፀካን ቤት እስከ እንደይ ግዜ ተመሪዓ ምስልኩም ጋይስ ብቤተ ክርስቲያን ሜሳ ከዓ ብምንታይ ኣብ ሜሳ ከዓ ሽምግልና ሜሳ ከዓ እንታይ ሰለስተ ግዜ ደገለ ሰለስተ ግዜ ተመሪዓ ቤቲ ሰለስተ ግዜ ማለት ናይ ባዕላ ገንዘብ እዩ ግን ከኣስ ንምንታይ ንምንታይ ጋይስ ክንድዚ ናብ ታይ ዝበሃል ሲ እንድዒ ደስ ኣይብልን ባይ ዘወይ ነቲ ባህልኻ ውን ንባዕልኻ ነታ ነብስኻ ውን ሲ ንእሽተይ ኣብል ኣቢልካ ይጽቡቕ ነይሩ ናይ ቤቲ እኮ ከምዚ ሕራነ እዩ ዝመስል ናይ ቤቲ እኳ ሕራነ እዩ ዝመስል ኣብቲ ናይ ሽምግልና ሕጅስ ኣብ ቅድሚ ኣምላኽ ዳስ ሪኢኹሞ ክንዲ ምንታይ እዩ ዝኹም ዝሓለፈ ማለት እዩ ብጣዕሚ ዓውዪ ዳስ ተሞሪዓ ኢልና ተሓጒስና ገለ ሽምግልና እዩ ድሕሪኡ ሜሳ ቤተክርስትያን ከኣ ቤላ ዋእ ሕጉስ ኢለ ቅድሚ ኣምላኽ ማራ እያ ተሓጒሰ ብቤተክርስትያን ከኣ ድሕሪ ከኣ ንእሽተይ ጽንሕ ኢልና ከኣ ሜስ ናይ ቤቲ መርዓ ተባሂሉ ከመይ ዘለ መርዓ ዋይ ዝሮ ዝሮ ተሊካ ኩሉ ታይ እዩ ዝባሃል እዩ ምንም ኣይመስለካን እዩ ዝጠመየ ዘለ ይመስለካን ኩሉ ግዜ እስኻ ጽጉብ ኢኻ ኣለቀ ብዝበለጸ ዓይነ ልቦናና ይኽፈተልና ከምዚ ዓይነት ነገር እንተዝተርፍ ዋላ ይሃለኹም ስነ ስርዓት ጌርኩም ተትጥቀሙሉ ምሓሸ እየ ዝብል ኣነ guys ሓንቲ ግዜ ከኣ ኣጽብቅ ምቅር ዝበለት ከም ደስታኹም ጌርኩም ሓንቲ ግዜ ክተሕልፍዋ ጽቡቅ ኔሩ ኣንትም ሃፋትም ንዓና ድኻታት ኣይምልከትን ንዓና ድኻታት ኣይምልከትን እዚ ጉዳይ ንሃፋትም ግንሲ ግዜ ፈራዲ እዩ እሞሲ ስነ ስርዓት ጌርኩም ቆላ ቆላ የቆላችሁና ቀዝቀዝ በሉ ለማለት እፈልጋለሁ ዝሕል በሉ ጋይስ ሃፋትም ማለት እዩ በተለይ ሃፋትም ቤተ ሃይላይ ኣብዚኣ ቀሪልና እዩ ቅር ኢልኒ ማለተይስ ክንድኡ ንስኽስ ንፍዕቲ ተዋሳኢት ኢኺ ክንደይ ነገር እንዳሰራሕኽስ ክንድዚ ዝኣክል እኽለ ማይ ኣፍሲስካ ገለታት ግንስ ንዓኺ ውንስ ጽቡቕ ኔሩ ዝኹሉ ብቑርባን ገለ ኣቢልክስ ሜስኪ ክንድኡ ምሕላፍክሲ ባይዘወይ ርሑስ ጋማ ይገረልኪ ንውላድን የብቅዕኹም ምሕሳር ከይኮነ ከም ምኽሪ ድየ ኣነ እዚኣ ወሲደያ ጋይስ ካሊእ ከይትሓስብዎ ሓሳዳት ሓበሻ ገለ ከይትብሉ ምኽንያቱ ንመጀመርያና ስለ ዝኾነ እዚ ጉዳይ እዚ እዚ ኩነታት እዚ እዚ ናይ ሕጂ ንርእዮ ዘለናስ ሓድሽና ስለ ዝኾነ እዩ ካብቲ ዝዓበይናሉ ግን ከምኡ ስለ ዘይንጸነሐ ሕጂ ክትርእዮ ከለኻ ሓድሽ ነገር ከኣ ብርቂ እዩ ዝኾነካ እንታይ እዩ ዝኾን ዘሎ ትዝባ ዓቢድዱ ገለ ትብል ተረዲኩም ጋይስ እሞ ባይዘወይ ተዝቕንስ እየ ዝብል ኣነ ብሕጊ ይኹን በቲ ናይ ሕገ መንግስቲ ይኹን በቲ ናይ ሃይማኖትና በቲ ኣቦታት ናይ ሃይማኖት እውን ንሳቶም እውን ሓደ ኣረኣእያ ሓደ ዝኾነ ነገር ክብሉ ይደሊ ኣነ በተለይ ቤቢ ሻወር ኣብዚ ሽምግልና ዝባሃል እንተ ዝግደፍ ከምቲ ናይ ቀደም ተኾይኑ ከምኡ ጽቡቕ እዩ ሓታት ዝሓቱ ከም ደስታ ክንሶ እኽለ ማይ ክንጌርክን ኣብ ገዛ ክናይ ሕጸ ድዮም ናይ ጀመርያ ዝመጹ ዝሓቱ ድዮም ከም ደስታ ክንትገብራ ክንዲ ዝኣክል ዳስ ጌርካ ፈረስ ዘጋልብ ዳስ ጌርካ ግን ጽቡቕ ኣይኮነን ጋይስ ጽቡቕ ንስራሕ ሰሰናይ ንዓኹም እወዳችኋለሁ ሳብም ኣርጉልኝ እወዳችኋለሁ ባይ